ሰሎም ጥዕና በልና ዝኸበርኩም ተኸታተልቲ መደበ ደጎል ዜና ንዘይ ሰዓት ዘዳለናዮም ዜናታት ሕዝናልኩም ቀሪብና ኣለና ምስ ደጎል ዜና ሰናይ ጻንሒት ክይኾነልኩም ብምምናይ ነፍቲ ብፈለማ ዝሓዝናዮ ዜና እዚ ዕለት ክነስግረኩም። ውልቀ ምልካዊ ስርዓት ንህዝቢ ትግራይ ንጥሜትን ሞቱን ይዳርግ ኣሎ ክብል ወታደራዊ ኮማንድ ሓይሊ ሰላም ትግራይ ትፒኤፍ ገሊጹ። ኣብ ሓራ መሬት ዝርከብ ናይ ትግራይ ሓይሊ ሰላም፣ ትፒኤፍ፣ ብዕለት ዓሰርተ ሸውዓተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣማስዩ ኣብ ዘውፀኦ እዋናዊ መግለፂ፣ ኣብ ትግራይ ብፍላይ ድማ ኣብ ከባቢ ሕፃፅ ዘጋጠመ ጥሜትን ሞትን ውፅኢት እቲ ንነዊሕ እዋን ስልጣን ተቖፃፂሩ ዘሎ ውልቀ ምልካዊ ስርዓት ምዃኑ ገሊፁ። እቲ ሓይሊ ሰላም ነቲ ኣብ ሕጻጽ ዘጋጠመ ስቓይን ሞትን ህዝቢ ካብ ዓለም ንከይሕባ ነቲ ስርዓታዊ ዓፈና ሰይሮም ናብ ማሕበራዊ ሚድያ ዘውጽኡ መናእሰይ ኣመራርሓን ኣባላትን ልባዊ ምስጋና ኣቕሪቡ። ብሰንኪ እቲ ዘጋጠመ ጥሜትን ሞትን ዝተሰምዖ መሪር ሓዘን እናገለጸ፣ ትግራይ ክቡር መዓድንን ሃፍታም ወሓዝቲ ሩባታትን እናሃለዋ ህዝባ ብጥሜት ክሳቐ ምርኣይ ዘሕፍርን ዘሕዝንን ምዃኑ ኣመልኪቱ። ኣብ ልዕሊ ተመዛበልቲ ዘጋጥም ዘሎ ጥሜት ተሓታቲኡ እቲ ንኣስታት ኣርብዓ ዓመታት ስልጣን ተቖጻጺሩ ዘሎ ሓይሊ ኣጥሚኻን ኣደንቊርካን ናይ ምግዛእ ፖሊሲ ውጽኢት ምዃኑ ሓቢሩ። ተመዛበልቲ ወገናት ብመሰረት ውዕሊ ፕሪቶርያ ናብ መረበቶም ክምለሱ እናተገበኦም ውድብ ከይደሓነስ ዝምለስ ህዝቢ የለን ብዝብል ብጅሆ ተታሒዞም ምህላዎም ኣመላኺቱ። ናይ ትግራይ ሓይሊ ሰላም፣ tpf፣ ነቲ ፀገም ንምፍታሕ ነቲ ንትግራይ ናይ ወላድ መኻን ዝገበረ ስርዓታዊ መዋቕር ካብ ስልጣን ብምእላይ ብህዝቢ ዝተመረፀን ተሓታቲ ዝኾነን ህዝባዊ መንግስቲ ምምስራት ኣገዳሲ ምዃኑ ኣስሚርሉ ኣሎ። ይኹን እምበር ህፁፅ ህይወት ናይ ምድሓን ስራሕቲ ንምስላጥ

ኣብ ትግራይ መረፃ ንምክያድ ናይ ፀጥታ ገምጋም ክቐርበልና ሓቲትና ኣለና ክብል ቦርድ መረፃ ኢትዮጵያ ገሊፁ። ብሄራዊ ቦርድ መረፃ ኢትዮጵያ ኣብ ትግራይ መረፃ ንምክያድ ዘኽእል ምችው ኩነታት ምህላው ንምውሳን ካብቲ ግዝያዊ ምምሕዳር ትግራይ ወግዓዊ ናይ ፀጥታ ኩነታት ገምጋም ይፅበ ከምዘሎ ኣፍሊጡ። እቲ ቦርድ ንኣዲስ ስታንዳርድ ከም ዝገለጾ፣ እቲ ግዝያዊ ምምሕዳር ንናይ መረጻ ወረዳታት ብመሰረት ኩነታት ጸጥትኦም ኣብ ሓምለዋይ፣ ቢጫን ቀይሕን ዞባታት ብምፍላይ ጸብጻብ ከቕርብ ብወግዒ ሓቲቱ ኣሎ። ቦርድ መረጻ እዚ ሓበሬታ ከይበጽሖ ኣብ ትግራይ መረጻ ብዛዕባ ምክያድ ኣብ ዝኾነ ይኹን ውሳነ ክበፅሕ ከምዘይኽእል ገሊፁ። ፕሬዝዳንት ጊዜያዊ ምምሕዳር ትግራይ ጀነራል ታደሰ ወረደ እቲ ሕቶ ከምዝቐረበሎም ንሚድያታት እቲ ክልል ኣብ ዝሃብዎ መብርሂ ኣረጋጊፆም ነይሮም እዮም። ኣብ ትግራይ መረፃ ምክያድ ይከኣል ድዩ ኣይከኣልን ኣብ ዝብል ጉዳይ ምስ ዝምልከቶም ኣካላት ተመያይጦም ምላሽ ከምዝህቡ ዝገለፁ ጀነራል ታደሰ እቲ ምላሽ ድማ ኣብ ውሽጢ እዚ ሰሙን እቲ ምላሽ ድማ ኣብ ውሽጢ እዚ ሰሙን'ዚ ክወሃብ ምዃኑ ጠቒሶም ነይሮም። ህወሓት ኣብ ትግራይ ዓብዩ ናይ ደገፍቲ መሰረት ዘለዎ ውድብ ብምዃኑ ንሱ ዘይተሳተፈሉ መረፃ እንተተኻይዱ እቲ ዝምረፅ መንግስቲ ካብ ህዝቢ ዘለዎ ተቐባልነት ሕቶ ክለዓለሉ ይኽእል'ዩ ዝብሉ ግምታት ይወሃበሉ። ህወሓት ድማ ሕጋውነተይ እንተዘይተመሊሱ ኣብ ትግራይ ዝካየድ መረፃ የለን ክብል ምግላፁ ዝዝከር እዩ። ተነሓናሕቲ ውድባት ትግራይ ጥራሕ ዝሳተፍሉ መረፃ ንፖለቲካዊ ምርግጋእ ትግራይ ክሳብ ክንደየናይ ክሕግዝ ይኽእል ዝብል ስግኣት እውን ፈጢሩ ይርከብ። እቲ ቦርድ መረፃ ንምክያድ ይዳሎ'ኳ እንተሃለወ ብወገን ግዝያዊ ምምሕዳር ትግራይ ግን ቕድሚ መረፃ ውዕሊ ፕሪቶርያ ብምሉእ ይተግበር፣ ተመዛበልቲ ይመለሱ፣ ሕጋዊ ሰውነት ህወሓት ይተዓራረ ዝብሉ ቅድመ ኩነታት ይለዓሉ ኣለው። እቲ መረፃ ብዘይ ህወሓት ክካየድ እንተኾይኑ ኣብ ሞንጎ መንግስቲ ፌዴራልን ኣብ ትግራይ ዘለው ሓይልታትን ሓዱሽ ፖለቲካዊ ወጥሪ ክፈጥር ዝኽእል ተኣፋፊ ጉዳይ ምዃኑ እውን ተንተንቲ ስግኣቶም ኣብ ምግላፅ ይርከቡ። መንግስቲ ፌዴራል ናብ ትግራይ ክኸይድ ተባሂሉ ዝተውፃእፀ ሓገዝ ከምዝኸልከለ ተገሊፁ። ኣብ መዕቆቢ ትምዘበልቲ ሕፃፅ ንዘጋጠመ ጥሜት ምኽንያት ብምግባር ብርክት ዝበሉ ወገናት ካብ ደገን ካብ ውሽጥን ብዓርሰ ድሌት ሓገዝ እናኣከቡ ዝነበሩ እንትኾኑ እቲ ዝተኣከበ ሓገዝ ናብ ትግራይ ተፃዒኑ ንከይኸድ ብመንግስቲ ፌዴራል ከምዝተኸልከለ ተሓቢሩ። ካብቶም ነጠፍቲ ማሕበራዊ ሚድያ ዝተረኸበ ሓበሬታ ከም ዘረድኦ፣ ንተመዛበልቲ ሕፃፅ ንምሕጋዝ ዘዋፅእዎ ክዳውንትን እኽልን ናብ ትግራይ ሒዞምዎ ከይኸዱ ኣብ ኤርፖርት ከም ዝተኸልከሉ እዮም ሓቢሮም ዘለዉ። እቲ ብዝተፈላለዩ ህዝባዊ ንጥፈታትን ተሳትፎን ዝፍለጥ ቲክቶከር ኣዶናይ፣ ብሰንኪ እቲ ዝሓዞ ኢትዮጵያዊ ኣተሓሳስባን መንነቱን ኣብ ከቢድ ፀገም ወዲቑ ከም ዘሎ ይግለፅ ኣሎ። ቲክቶከር ኣዶናይ ኣብ ትግራይ መዕቖቢ ተመዛበልቲ ሕፃፅ ንዘጋጠመ ጥሜት ቁልጡፍ ግብረ መልሲ ብምሃብ ኣብ ሰዓታት ብሚልዮናት ዝቑፀር ሓገዝ ኣኪቡ ዝነበረ እንትኸውን ሐዚ ግን ብፌዴራል መንግስቲ ፀቕጢ ይግበረሉ ከምዘሎ ተጠቒሱ። ኣዶናይ ብተደጋጋሚ ብመንግስታዊ ኣካላት ተታሒዙ ዝተፈትሐ እንትኸውን ብቕድሚ ትማሊ እውን ንሰዓታት ዝኣክል ኣብ ትሕቲ ቀይዲ ስርዓት ብልፅግና ኣትዩ ከምዝነበረ ተሓቢሩ። ኣዶናይ ኣብ ዝሓለፉ ውሱናት መዓልቲ ንተመዛበልቲ ሕጻጽ ዝኸውን ዓሰርተ ሽዱሽተ ሚልዮን ቅርሺ ብምእካብ ሓገዝ ንምብጻሕ ጻዕርታት ክገብር ጸኒሑ እዩ። ይኹን እምበር እቲ ስርዓት ኣብ ኢትዮጵያ ዘጋጠመ ጥሜት የለን፣ ንመንግስቲ ንምውራድ ኢኻ ትሰርሕ ዘለኻ ብዝብል ክሲ ኣካላት ጸጥታ ሒዞም ከም ዘፈራርሕዎ ተገሊጹ። ብተወሳኺ እቲ ዝተኣከበ ሓገዝ ንወያነ ክትልእኾ ኢኻ ወይ ድማ ንብሄርካ ጥራሕ ኢኻ ትሕግዝ ዘለኻ ዝብሉ ጸቕጥታት ስለ ዝበዝሕዎ፣ ኣዶናይ ድማ ነቲ ሓገዝ ብዘይ ኣፈላላይ ንኹሎም ብሄራት ከከፋፍሎ ምዃኑ ገሊጹ ኣሎ። ከም ገለ ተዓዘብቲ፣ ኣዶናይ እቲ ስርዓት ንህዝቢ ትግራይ ዘለዎ ጽልኢት ገና ዘይተረድኦን ብድሕሪ'ቲ ጀኖሳይዳዊ ኲናት ዝመጸ ሓዱሽ ፖለቲካዊ ኩነታት ዘይነቐሐን የዋህ ተባሂሉ ይግለጽ ኣሎ። ኣዶናይ ካብ ኢትዮጵያ ወጺኡ ናብ ወጻኢ ሃገር ወይ ድማ ናብ ትግራይ እንተዘይተመሊሱ ህይወቱ ኣብ ሓደጋ ክወድቕ ከምዝኽእል ስግኣቶም ይገልጹ ኣለዉ። ኣዶናይ ነቲ ሓገዝ ንኹሉ ብሄር ከከፋፍሎ እየ ምባሉ ካብቲ ዝበጽሖ ዘሎ ጸቕጥን ፍርሕን ነፍሱ ንምድሓን ዝገብሮ ናይ ተስፋ ምቑራጽ ስጉምቲ እዩ ዝብሉ ርእይቶታት እውን ይወሃቡ ኣለዉ። ኮሚሽን ኣመራርሓ ስግኣት ሓደጋ ኢትዮጵያ ኣፍልጦ ኣብ ዘይብሉ ኩነታት ብማሕበራዊ ሚድያ ዝግበሩ ኣታዊ ናይ ምትእኻብ ወፍርታት ዘይሕጋዊ ምዃኖምን ነቲ ተግባር ዝፍፅሙ ኣካላት ካብ ስርሖም ክዕቀቡ ከም ዝግባእን ኣተሓሳሲቡ ምንባሩ ይዝከር። ህጻናት ዝጨወዩ ሸፋቱ ዓሰርተ ሸሞንተ ዓመት ጽኑዕ እስራት ተፈሪድዎም። ኣብ ናይ ትማሊ እወጃ ዜናና ህጻናት ጨውዮም ህዝቢ ዘሳቐዩ ዝነበሩ ሸፋቱ ከም ዝተትሓዙ ጸብጺብና ምንባርና ዝዝከር እንትኸውን፣ ሎሚ ኣብ ዝወዓለ መጋባእያ ድማ ዓሰርተ ሸሞንተ ዓመት ከም ዝተፈረዶም ተገሊጹ ኣሎ። ኣብ ወረዳ ታሕታይ ኣድያቦ ክልተ ትሕቲ ዕድመ ህጻናት ብምጭዋይ ተሰዊሮም ዝነበሩ ክልተ ተኸሰስቲ ብፅኑዕ እስራት ክቕፅዑ ብይን ከም ዝተውሃበ ሰላምን ፀጥታን እታ ወረዳ ሓቢሩ። ሓላፊ ዘፈረ ሰላምን ፀጥታን ወረዳ ታሕታይ ኣድያቦ ኣይተ መብራህቶም ገዛኢ ከም ዝበልዎ፣ ተኸሰስቲ ተበደልቲ ህፃናት ካብ ዓዲ ኣሰር ናብ ወረዳ ታሕታይ ኣድያቦ ጣብያ ለምለም ቁሸት መዳብ ንሓደ ሰሙን ጨውዮም ብምፅናሕ፣ ምስ ተበደልቲ ወገናት ብር ሰለስተ ሚእቲ ሽሕ ክኸፈሎም ብምርድዳእ ብዕለት ዓሰርተ ሓሙሽተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ለይቲ ካብ ተበደልቲ ቤተሰብ ገንዘብ ተቐቢሎም ንተበደልቲ ህፃናት ንምጭዋይ ሒዞሞ ዝነበሩ ሓደ ክላሽንን ኣብ በረኻ ብምግዳፍ ናብ ከተማ ሽራሮ ክኣትዉ ክብሉ ተበደልቲ ቤተሰብ ብዝሃብዎ ጥቆማን ጥቡቕ ክትትል ኣባላት ፀጥታን ለይቲ ሸውዓተ ፈረቓ ኣብ ቀይዲ ከምዝወዓሉ እዮም ገሊፆም ዘለዉ። ኣዛዚ ፖሊስ ወረዳ ታሕታይ ኣድያቦ ኮማንደር ኪዱ ወልደጊዮርግስ ብወገኖም ኣብ ዝሃብዎ ሓበሬታ፣ ተጠርጠርቲ ብዕለት ሽዱሽተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ነባርነቶም ወረዳ ታሕታይ ኣድያቦ ጣብያ ዓዲ ኣሰር ቁሸት ዓዲ ሃፊ ዝኾኑ ክልተ ትሕቲ ዕድመ ህፃናት ካብ መረበቶም ብመንነቶም ዘይተፈለጡ ተጠርጠርቲ ከምዝተጨወዩ ብዝበፅሖም ሓበሬታ መሰረት መሓውር ኣባላት ፖሊስን ፀጥታን ብምውፋር ብዝተገበረ ክትትል ተጠርጠርቲ ኢድ ብኢድ ክተሓዙ ከም ዝኸኣሉ ገሊፆም። በዚ መሰረት ድማ ማእኸላይ ቤት ፍርዲ ዞባ ሰሜን ምዕራብ ከተማ ሸራሮ ምድብ መጋባእያ ብዝቐረበሉ ቃል መሰኻኽርን ፅሑፍ መረዳእታን ብዕለት ዓሰርተ ሸውዓተ ታሕሳስ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝወዓለ መጋባእያ ተኸሰስቲ ኣይተ ኮበል ካሕሳይ፣ ገብራይ ኩርስቶስን ኣይተ ኣማረ ለገሰ ወሉን ብዝፈፀምዎ ከቢድ ምጩዋይ ገበን ብሐድሕዶም ዓሰርተ ሸሞንተ ዓመት ፅኑዕ እስራትን ዓሰርተ ሽሕ ብርን ክቕፅዑ ብይን ከምዝሃበ ካብቲ ቦታ ዝረኸብናዮ መረዳእታ የመላኽት። ግዝያዊ ምምሕዳረ ትግራይ ኣብ ኣወሃህባ ፋይዳ መታወቅያ ዘሎ ክፍተት ክእረም ሓቲቱ። ትካል ስታስቲክስን ምዝገባ ውሳኔ ኩነትን ትግራይ ምስ ሃገራዊ ድጅታል መታወቅያ ፋይዳ ተተሓሒዙ ኣብ ምዕራብ ትግራይን ደቡብ ትግራይን ዝረእ ዘሎ ኣሰራርሓ ሉኣላዊነት ትግራይ ዝግህስ እዩ ክብል ቅሬቱ ኣቕሪቡ። እቲ ትካል ናብቲ ኣብ ኣዲስ ኣበባ ዝርከብ ሃገራዊ ፕሮግራም መታወቅያ ብዝፀሓፎ ወግዓዊ ደብዳቤ ካብ ዝሓለፈ ዓመት ጀሚሩ ኣብ ከባብታት ሕሞራ፣ ራያ፣ ጸገዴን ወልቃይትን ዝካየድ ዘሎ ምዝገባ ፋይዳ ንሕጋዊ ወሰን እቲ ክልል ዘየኽብር ምዃኑ ገሊጹ። እቲ ትካል ከም ዝሓበሮ እቶም ከባብታት ብሕገ መንግስቲ ኣፍልጦ ዝተዋህቦም ናይ ትግራይ ግዝኣት እናሃለወ እቲ ምዝገባ ግን ነዚ ሓቂ እዚ ዘየንጸባርቕን ምዝንባዕ ስነ ህዝቢ ዘስዕብ'ዩ ክብል ሓቢሩ። መንግስቲ ትግራይ ንሃገራዊ ዲጂታል መታወቂያ ዕውት ንምግባር ልዑል ፋይናንሳውን ፖለቲካውን ደገፍ ክህብ ከም ዝጸንሐ እውን እቲ ትካል ኣብ ዝጸሓፎ ደብዳቤ ጠቒሱ። ይኹን እምበር እቲ ሐዚ ዝካየድ ዘሎ ኣገባብ ነቲ ዝነበረ ናይ ሓባር ስራሕ መንፈስ ዝሃሲ ምዃኑ ገሊጹ። እቲ ምዝገባ ልኣላውነት ክልል ትግራይ ብዝሓልውን ሕጋዊ ወሰን ብዘኽብርን መልክዑ ተስተኻኺሉ ንክስራሕ እቲ ትካል ፃውዒት ኣቕሪቡ። እዚ ደብዳቤ ብፌርማ ዋና ዳሪክተር እቲ ትካል ዶክተር ገብርሂወት ገብረዝግኣብሄር ዝወፀ ኾይኑ ቅዳሕ ናይቲ ደብዳበ ንፕሬዝዳንት ጊዚያዊ ምምሕዳር ትግራይ፣ ንቢሮ ሰላምን ፀጥታን ከምኡ እውን ንዝምልከቶም ኣካላት ተላኢኹ ኣሎ።

ኣብ ርእሰ ከተማ ቱርኪ ኣንካራ ላዕለዋይ ደረጃ ዘተ ኣካይዶም። ኣብቲ ዝተኻየደ ኣኼባ ፕሬዚዳንት ኤርዶጓን ኣብ ሱዳን ዘሎ ጎንፂ ኣብ ዓለም ካብ ዘለው ዝኸፍእ ሰብኣዊ ቅልውላው ሓደ ምዃኑ ገሊፆም። ከም ፀብፃብ ውድብ ሕቡራት ሃገራት ካብ ሚያዝያ ክልተ ሽሕን ዓሰርተ ሓሙሽተን ዓመተ ምህረት ጀሚሩ ዝተወለዐ እዚ ኲናት ክሳብ ሐዚ ኣስታት ዓሰርተ ሚሊዮን ዜጋታት ካብ መንበሪኦም ኣመዛቢሉ ኣሎ። ፕሬዚዳንት ኤርዶጋን ብፍላይ ኣብ ከባቢ ኤልፋሽር ዝፍፀሙ ዘለዉ ግህሰታት ሰብኣዊ መሰላትን ስቓይ ሰላማውያን ዜጋታትን ብፅኑዕ ኮኒነምዎ ኣለዉ። ቱርኪ ንሱዳን እትህቦ ሰብኣዊ ሓገዝ ኣጠናኺራ ክትቅፅል ምዃና እውን ቃል ኣትዮም። መራሒ ቱርኪ ኣብ ሱዳን ብህፁፅ ምቁራፅ ተኹሲ ክግበርን ነባሪ ሰላም ክሰፍንን ፃውዒት ኣቕሪቦም ኣለዉ። ቱርኪ ንሓድነትን ልኣላውነትን መሬት ሱዳን ከም እትድግፍ ዳግማይ ኣረጋጊጾም። ክልቲኤን ሃገራት ካብቲ ኲናት ወጻኢ ኣብ ዓውድታት ንግዲ፣ ሕርሻ፣ መዓድንን ከምኡ'ውን ምክልኻል ኢንዳስትሪ ዘለወን ምትሕብባር ንምዕባይ ተስማዕሚዐን። እቲ ኣብ መንጎ ሰራዊት ሱዳንን ሓይልታት ቁልጡፍ ደገፍ RSFን ዝካየድ ዘሎ ኲናት ሕዚ'ውን ብርቱዕ ኮይኑ ይቕጽል ኣሎ። መንግስቲ ቱርኪ ነቲ ቅልውላው ፖለቲካዊ ፍታሕ ንምርካብ ዲፕሎማስያዊ ጻዕርታት ክቕጽል ምዃኑ ኣፍሪካ ኒውስ ሓቢሩ። እስራኤል ንሶማሊላንድ ከም ሃገራዊ ወግዒ ኣፍልጦ ሂባታ ቀዳማይ ሚኒስተር እስራኤል ቤንያሚን ነታንያሁን ሃገሮም ንሪፓብሊካን ሶማሊላንድ ከም ነፃን ላዕላዊትን ሃገር ብወግዒ ከም ዝተቐበለት ኣፍሊጦም እዚ ስጉምቲ እዚ ኣብ ቀርኒ ኣፍሪካ ዓብዪ ዲፕሎማሲያዊ ለውጢ ከም ዘምፅእ ተገሊፁ ኣሎ። ኔታንያሁ ሎሚ ኣብ ዘውፅእዎ መግለፂ ከም ዘፍለጥዎ እቲ ኣፍልጦ ዝተረጋገፀ፣ ምስ ሚኒስተር ጉዳያት ወፃኢ እስራኤል ገዲዮን ሳርን ፕሬዚዳንት ሶማሊላንድ ዓብደልራሕማን መሓመድ ዓብደላሂን ብሓባር ብዝተፈረመ ክልቲኣዊ ስምምዕ ኣቢሉ እዩ። ቀዳማይ ሚኒስተር ኔታንያሁ ኣብ መግለጺኦም፣ እዚ ውሳነ'ዚ ቀዲሙ ብፕሬዚዳንት ኣመሪካ ዶናልድ ትራምፕ ተበግሶ ዝተፈረመ ስምምዕ ኣብርሃም መንፈስ ዘስዓበ ምዃኑ ገሊጾም። ኔታንያሁ ንፕሬዚዳንት ዓብደልራሕማን በቲ ታሪኻዊ ኣፍልጦ ዝበልዎ ስምምዕ እንኳዕ ደስ በለኩም ዝበልዎም ክኸውን እንከሎ፣ ንሰላምን ምርግጋእን ዘርኣይዎ ተወፋይነትን መሪሕነትን ድማ ምስጋና ኣቕሪቦምሎም። ብተወሳኺ ቀዳማይ ሚኒስተር እስራኤል፣ ፕሬዚዳንት ሶማሊላንድ ኣብ እስራኤል ወግዓዊ ዑደት ክገብሩ ዕድመ ኣቕሪቦምሎም ኣለዉ። ከም ገለፃ ኔታንያሁ፣ ፕሬዚዳንት ዓብደልራሕማን በቲ ዝተወሰደ ስጉምቲ ሕጉስ ምዃኖም ብምግላፅ፣ እስራኤል ግብረ ሽብር ኣብ ምቅላስን ዞባዊ ሰላም ኣብ ምስፋንን ንትፃወቶ ተራ ዘለዎም ኣድናቖት ገሊፆም እዮም። ቀዳማይ ሚኒስተር ኔታንያሁ ንምዕዋት እዚ መስርሕ እዚ ሚኒስተር ጉዳያት ወጻኢ ገዲዮን ሳር፣ ዳይሬክተር ሞሳድ ደቪድ ባርንያን ትካላት ጸጥታ እስራኤልን ንዘበርከትዎ ኣስተዋጽኦ ኣፍልጦ ሂቦም ኣለዉ። እስራኤል ኣብ ዓውድታት ሕርሻ፣ ጥዕና፣ ቴክኖሎጂን ቁጠባን ብዝግበሩ ሰፋሕቲ ምትሕብባራት ኣቢላ ምስ ሶማሊላንድ ዘለዋ ርክብ ንምስፋሕ ከምዝወጠነት ኔታንያሁ ወሲኾም ገሊጾም። እምበኣርከሰ ፍትዋት ተኸታተልቲ መደብ ደጎል ዜና፣ ነዚ ሰዓት'ዚ ዘዳለናዮም ዜናታት ነዞም ክትከታተልዎም ዝጸናሕኹም ይመስሉ ነይሮም። ኣብ ቀጻሊ ብኻልኦት ሓደሽቲ ዛዕባታት ክሳብ ንራኸብ ሰሰናዩ ንዓኹም። ሰላም።